ኧረ ኣብ ትግራይ እኮ ብዙሕ ዝፀገሙ ሰብ እኮ እዩ ድንኦ ኸዚ ሚድያ ስለ ዝወፀ እዩ እምበይ ብስር ገና ሚድያ ዘይወፀለ ብዙሕ ነገር እዩ እኒኦ ኹዱ ብራያ ብዚ ከባቢ ኹዱ ብሳምረ ኹዱ ትግራይ ብሙሉ ኣካል ትዘር ማለት እዩ ብዙሕ ልጠመየ ሰብ እኒኤና ብዙሕ ልዓረቐ ሰብ እኒኤና ብጢመት ብዙሕ ሰብ እዩ ልት- ልሞት ኣሎ ጥራይ ኣብዚ ሚድያ ድንርለናየስ ኣይኮነ ካብኡ ልበኣሰ እኒኦ እዩ ፀገማት ስለ ሓቂ ተናገረት ግን ጓል ራያ ጓል ራያ ላዋልኩምላ ገምጠርኹም መቐኒኹም ማለት እዩ ትውለኹም ከለኻ ዝትግምጥ ኣለኽና ግን ከምኡ ሓቂ እያ ተናጊራ ደቂ ዓብ ስለምንታይ ኢና እዚ ሓቂ ደይ ንፈትሕና ወዲ ሰብዓ ወዲ ሰማንያ ወንበር ከፍ ልብሎ ኣለዉ ወዲ ዕስራ ሓሙሽተ ወዲ ዕስራ ዝሰውአሉ ዝኹሉ ኣሕዋትና ሃሊቆም ኣሕዋትና ተሰዊኦም

እዚ በለ ከረክዕ ከልብል ሰብ ኢና ንፈቱ ስለዚ እዚ ሓቂ ንናገርሲ ሓቂ እዩ ደቂ ዓበይቲ ንውሓጦ ልምንታይ ኢና ሓቂ ለይብል እንትን ድንብል ግን ሓቂ ልትናገር ሰብ ድንጸልእ ዋ ጓራዮ እኮ ኣብቲ ጦርነት ግዜ ምዕ ክንደይ ናይ ትቃለስ ሃም ድነበረት ልትግራይ ትፈልጡ ዲኹም ከይዳ ብኣካል ለኸ ህንደይ ዘይረኣያ ብዙሕ ዘይረኣያ ካብዚ ስዑዲ ኣትያሲ ኣብ ትግራይ ብዙሕ ቦታታት ዘይረኣያ ብዙሕ ጸገማት ርእያ ብዙሕ ሽግር መሕለፊ መንገዲ እዩ ስኢኑ ሰብ ሸጊርዎ ሰብ በየመንገዱ ላለመነ ማለት እዩ ስለዚ ብዙሕ ጸገም ስኒ እዩ ስለዚ ሓቂ ስለልተናገረት ግን ቡስት ኣለና እያ እዚ ግን ጌጋ እዩ ደቂ ዓበይቲ ስለዚ እቲ ለሎሲ ሓቂ እዩ ብዙሕ ጢመት እዩ ለለዎ ዓድና ብዙሕ ሽግር እዩ እንሆ ዋይ ናዞም ሓደ ሓደ ሃፍተም ትባይ ትረኣዩ ናዞም ሓደ ሓደ ሃፍታማት ዑማር ኣልሓ ዝባ ኣይንረኣ ነዞም ሓደ ሓደ ፅምዲ ዕራይ ድንህጎ እምበ ኣይንርኣ ብዙሕ ሽግር እኮ እዩ እኒሆ ብእውነት ካልትፍተሽ ዓድና ማለት እዩ ብሙላ ካብ ገጠር ጀሚራ እስካብ ከተማ ካልትፍተሽ ጉድ ዓይኒ እዩ ክረአ ነይሩ ጉድ ዓይኒ ጉድ ዓይኒ ጉድ ዓይኒ ካዚ ከዚ ልርኦ ኣለናዮ ስለ በኣሰ እዩ ክረአ ነይሩ ግን ኣበይ እሞ መንግስቲ ስለለየለ ፀገም ኮይኑ ንዓድና ኣብ ሽግር ወዲቑ ዝኩሉ ነገር ዝኩሉ ተፈፂሙ ኣሕዋትና በየበረካኡ ተሪፎም ሰብ ድማ ትማዛዊ ኢሉ ዓዲ ሓዲጉ ኣብ ጽርግያ ኣብ ልመና ኣብ ድርቀት ኣብ ጢመት ኣብ ተኣይስሙ ወዲቁ ብጣዕሚ ለሕዝነካ ንዓድና ነገር ብጣዕሚ ለሕዝነካ ብጣዕሚ ልብኻ ኢሉ ጎድእካ ብቻ እንድዒ ፈጣሪ ኣምላክ ሓዲኡ ካልገብር ጽቡቅ ነይሩ ብጣዕሚ ኣነ